ሰላም ሰላም ከመይ ኣለኹም ዝኸበርኩም ተኻታተልትና ተፍኻታተልቲ ዓንኪል ስነ ጥበብ ከመይ ቀኒኹም ኣነ ጽቡቕ ኣለኹ ንስኻትኩም ውን ከምቲ ኣነ ጽቡቕ ዘለኹዎ ጽቡቕ ንኽትህልዉ በዓል ምሉእ ተስፋ እየ እምበኣርከስ ከምቶም ኣቐዲምና ንካታተሎም ዝነበርና ንሎማዓንቲ ከኣ ብፍልይ ትበለ ትሕዝቶ ኢና ተረኺብና ዘለና ንሱ ድማ ኣብ ናይ ድርሰትን ዳይረክተርን ብምንጣፍ ንብዙሕ ንብዙሕ ስርሓት ዘገልግል ወይ ድማ ዝህብ ዝሰርሕ ዘሎ ጻዕራም ስነ ጥበበኛ ሓደ እየ ካብኡ ሒዘልኩም መጼ ዘለኹ እዚ ስነ ጥበበኛ እዚ ሓደ ሓደራ ኢሉ ኣሎ ሓደ ሓሳብ ሂቡ ኣሎ እንታይ እዩ እቲ ሓደራ ዝብለና ዘሎ እንታይ እዩኸ እቲ ሓሳብ ዝህበና ዘሎ ሓቢርና ንሎማዕንቲ ክንድህስሶ ክንፍትን ኢና ነዚ ቻነል እዚ ሓደሽቲ ዝኮንኩም ስድራ ቤተሰብ ግን ላይክ ሸር ሳብስክራይብ ብምግባር ኮመንት ውን ንዓይ ብምሃብ ከተተባብዓኒ ብክብሪ ይሓተኩም ቅድሚኡ ግን ኣነ ውን ለበዋ ኣላተኒ ንሳ ድማ ኣብዚ ትሕዝቶ እዚ ዓንኬል ጥበብ ዝብል ዘሎ ካባይ ናባኩም እዩ እቲ መደብ እሞ ንስካትኩም ብወገንኩም ውን ኣብዚ ናይ ስነጥበባዊ ትሕዝቶ ክበርሃልኩም እትደልይዎ ወይ ድማ ክትሓትዎ እትደልይዎ ሕቶታት ኣብ ቦታ ኮመንት ኣስፍሩለይ እሞ ኣነ ድማ ብዝተኻእለኒ መጠን እቲ ክምልሶ ዝኽእል ዓቕመይ ዘፍቅዶ መሊሰ ናባኹም ከብሎ እየ። ሕራይ እምበኣርከስ ሕጂ ቀጥታ ናብቲ ኣዳልዮ ዘለኹ ትሕዝቶ ከብል እየ። ዓንኬል ጥበብ! እዚ ስነ-ጥበበኛ እዚ ንሳላሳ ዓመት ዝኣክል እዩ ኣብ ናይ ስነ-ጥበብ ናይ ኣርት ሰሪሑ ዘሎ። ብጣዕሚ ከቢድ ዋጋ ዝኸፍል ዘሎ ኣርቲስት እዩ። ብዓውዲ ምምህርና እውን ኣብ ድራማ፣ ብዓውደ ምውሳእን ኣልያን ደርሰትን፣ ኣብ ሙዚቃ ብሕደማን ብግጥምን፣ ኣብ ህየሳዊ ታሪኻዊን ምርምርን ስነ-ጥበባዊ ዕዮታትን እናበርከተ ደርማስ ዝኾነ ኣበርክቶ ኣብ ስነ-ጥበብ ናይ ኤርትራ ዝገብር ዘሎ ዓቢ ስነ-ጥበበኛ'ዩ። ብሓቂ ብዙሕ ሰፊሕ ተውህቦ እዩ እቲ ደርፍታት ናይ ዓድና ብዝተኻእለ መጠን ኣዝዮም ብሉጻት ግጥምታት እናሃበ ን ብሉጻት ስነጥበባውያን ሓፍ ዘብልን ሽሞም ዘጉልሕን ዘሎ ስነጥበበኛ እዩ ከምኡውን ኣብ ናይ ትምህርቲ ዓለም ናይ ትምህርቲ ናይ ኣስኮላ ካልኣይ ደረጃ ናይ ቁጽሪ መምህር ከም ዝነበረ ይሕበር እዩ ቀጺሉውን ብባህላዊ ጉዳያት ህግደፍ ኣብ ዝዳሎ ናይ ኮርስ ናይ ትምህርቲ ኣክቲንግ፣ ራይቲንግ፣ ዳይሬክቲንግ ድማ ከም ዋና መምህር ኮይኑ ንብዙሓት ወለዶ ካብ ፋልማይ ናይ ቴስዓታት ጀሚሩ ክሳብ እዚ ዘለናዮ እዋን ትምህርቱ ኣብ ምትሕልላፍ ዘለዎ ፍልጠት ኣብ ምሃብ ዝርከብ ብሉጽ ስነ ጥበበኛ እዩ። ኪኖዝ እውን ኣብ ምርምራዊ ጽሑፋት ናብ ዝተፈላለዩ ቦታታት ናይ ኤርትራ ብምኻድ ዝተፈላለዩ ዓበይቲ ሰባትን ዝወጹ ሰባትን ናብ ህዝቢ ብምልላይ ሕብረተሰብናን ሕብረት ናይ ኤርትራን ዘህብ ወይ ድማ ኣፍልጦ ዝህብ ዘሎ ብገጻት ዓምዲ ጽሑፋት ኣብ ፌስቡክ ዝገብሮ ሌላ ኣብ ምግባር ዝርከብ ዓቢ ስነ ጥበበኛ እዩ ማለት እዩ። ንንኣሽቱ ተባሂላ ዝተፈጥረት ማይጨሎት እንድያ ምንጋር ኣይተድልያን እያ በይኑ ከይዱ እዩ ዝሕጸብ ወዮኳ ዳኣኒ ዕድሜኺ ዘይፈቕደልኪ ኮይኑ እምበር ምስኡ እኳ ከይድኪ ምተሓጸብኪ።
ስነጥበብ ካብ ካልኣይ ደረጃ ትምህርቱ ዝጀመሮ ክኸውን ከሎ ክልተ ጣዕሳ ብ ኢሳቅ ኣብርሃም ከምኡ ድማ ነውራም ማህጸን ድማ ብ ሚኪኤል ሃብተ ኣብ ዝተደርሳ ክልተኣዊ ስርሓሕ በዘን ስራሕ እዚኤን ኣቢሉ እዩ ናብቲ ናይ ስነ ጥበብ ዓለም ተጸንቢርዎ ስነጥበባዊ ኤፍሬም ካሕሳይ ወዲ ዃዳ። ሕጂ ኣብ ሳዋ ከለኹ ግን ንውድድር ቀሪባ ኔራ ወዲ ሰጊድ እቲ ውድድር ሓሊፉ ኣነ መን ከም ዝሰዓረት ውን ኣይፈልጥን እየ ኣጋጣሚ ረድዮ ሒዘ ነይረ ከምዚ ኢላ ወዲ ሰዲድ ትብል ተዓዊታ ድብል ምስ ሰማዕኩ ምሻሎ ኣብ ሳዋ ኮንካ ከምኡ ክትሰምዕ ከለኻ ከኣ ደስ ትብለካ ማለት እዩ። ኤፍሬም ካሕሳይ፣ ወዲ ዃዳ፣ ኣብ ሻድሻይ ዙርያ ሃገራዊ ኣጎልጉሎት ግቡኡ ንምፍጻም ንሳዋ ዝወረደ ስነ-ጥበበኛ ኮይኑ፣ ናይ ዩኒቨርሲቲ ምሩቕ ምዃኑ ውን ይሕበር እዩ። ኤፍሬም ካሕሳይ ወዲ ዃዳ ኪኖቲ በዚ ብዩኒቨርሲቲ ዓውዲ ዝተመረቐሉ ካልእ ውን ናብ ዓዲ ኢንግሊዝ ብምኻድ ናይ ማስትሬት ትምህርቱ ዝፈጸመ ናይ ቲያሪቲካል ኣርት ልዑል ኣፍልጦ ዘለዎ ኣፍልጦኡ ድማ ናብ ተማሃሮ እናማሓላለፈ ግቡኡ ኣብ ምፍጻም ዝርከብ ዓቢ ስነ ጥበበኛ እዩ ኤፍሬም ካሕሳይ ወዲ ዃዳ። ኤፍሬም ካሕሳይ ወዲ ዃዳ ብዙሓት ስነ-ጥበባዊ ስርሓት ኣፍሪዩልና እዩ። ገለ ካብቶም ስነ-ጥበባዊ ስርሓቱ ኣብ ፊቸር ሙቪ ወይ ድማ ፊቸር ፊልም እንብለን እተን ቀንድን ፍሉጣትን ኣብ ህዝቢ ተዓዘብቲ ድማ ዓብዪ ኣፍልጦ ዝረኸባ ብሓይሊ ሲነማክቶግራፍን ኣብ ናይ ዳይሬክቲንን ልዑል ብቕዓት ዝተራእየለን ኣብ ብግዜኤን እውን ንናይ ደረጃ ፊልም ናይ ኤርትራ ክብ ኣብ ምባል ዓብዪ ኣበርክቶ ዝገበረ ስነጥበበኛ እተን ፍልምታቱ ገለ ካብ ምጥቃስ እታ ሓደ ሚኒስተር ክትከውን ከላ ኣዝያ ብልጽቲ ፊቸር ሙቪ'ያ ዘይረኣናያ ክንሪኣውን በዚ ኣጋጣሚ'ዚ የተሓሳስብ ካልኣይቲውን ፈቲሐ'ዶ ክምርዓወኪ ካብተን ዘይንርስዐን ተዘኩሮታት ዘለዋና ፊልምታት'ያ ሳልሰይቲ ድማ ምኛ ትብል ገለ ካብተን ኤፍሬም ካሕሳይ ወዲ ዃዳ ኣልዩ ከምኡ ድማ ደሪሱ ናብ ህዝቢ ዘቕረበን ገለ ካብ ስራሓቱ እየን። ኣብ ናይ ደርፊ ዓለም ቅድሚ ምእታውና ናይ መድረኽ ስራሓት እውን ብዙሕ ብዙሕ ናይ መድረኽ ስራሓት የቕሪብልና። እተን ካብእን ቁንጫል ዝሓዝክወን ግን ፕላኔት የእምሮ ትብል ናይ ምድረኽ ድራማ ኣዝያ መሳጢት ስራሕ ከምኡ ድማ ዕላል ደራሲ እትብል ስራሕ እውን ብጣዕሚ ደስ እትብል ስራሕ እያ ነይራ። ካብዚኤን እውን ገለ ካብተን ኣብ መድረኽ ናይ ትያትር ዝሰርሐን ስርሓታት ናይ ስነጥበብኛ ኤፍሬም ካሕሳይ፣ ወዲ ዃዳ፣ እየን። ብኻልእ እውን ናይ ሕደማታት ስርሓቱ ብዙሕ ናይ ሕደማ ስርሓት ንዝተፈላለዩ በርቃውያን ወልዶ መንእሰያት፣ ኣበርኪቱ እዩ። ገለ ካብተን ኣርእስትታት ደርፊ ዝሃበን፣ ንላለ፣ ዓርኪ ኣለኪዶ፣ ገዛና፣ በዓል ካሮሳ፣ ቾኮሌት፣ ሓቢቢ፣ መገሻ፣ ሃና፣ ሸተት ኢልዎ፣ ኣበይ ኣምሲኻ፣ ኣስሊ ዝብሉ ብዙሓት ብዙሓት ዝተፈላለዩ ደርፍታት ንግጥሚ ክህብ ክኢሉ'ዩ ስነ ጥበበኛ ኤፍሬም ካሕሳይ፣ ወዲ ዃዳ።

ኣብ ስነ ጥበብ ናይ ኤርትራ ዓብይ ኣበርክቶ ኣብ ምግባር ዝርከብ ዘሎ ብሉጽ ስነ ጥበበኛ እዩ በዚ ከየዕረፈ ውን ነቶም ኣብ ናይ ገጻት ፌስቡክ ኣብ ፔጁ ኳዳ ኳዲኖይ ኣብ እትብል ፔጁ ተኸታተልቲ ዝኾንኩም ተኸታተልቲ ናይዛ ቻነል እዚኣ ድማ ዝተፈላለዩ ጽሑፋት ኣብ ትሕቲ ጸሓይ ኣስመራ ኣብ ዝብል ዓምዲ ኣብ ዘዳልዎ ዝተፈላለዩ ፍሉጣት ሰባት፣ ኣብ ኣብ ኣስመራ ዝርከባ ካፈታት ብዙሓት ስነጥበባውያን፣ ዘይተዘርበሎም ብዙሕ ጅግንነት ዘለዎም ሰባት ኣብ ዝተፈላለዩ ዓዲ ኣብ ዝተፈላለዩ ሃገር ኮለል ብምባል ካብቶም ዝንሶም ዝገበርዎ ጅግንነት ቅያ ኣርዩ ጸማሚቑ ናብ ህዝቢ ዘቕርብ ዘሎ ሓያል ስነጥበበኛ እዩ። ሕጂ ግን ኣብዛ ሰዓት እዚኣ ሓደ ሓሳብ'የ ኣነ ናባኹም ከብሎ ወስ ከብሎ መጽየ ዘለኹ። ኣብ ትሕቲ እዛ ጸሓይ ኣስመራ ኣብ ትሕቲ ዝብል ዘዳልዋ ዓንዱ ዝተፈላለይኹም ሰባት ብስርቂ ካብዚ ጽሑፍ እዚ ብዙሕ ወረደይብ ዝመጾ ጽሑፍ ወሲድኩም ብዘይ ፍቓድ ዋና ብዘይ መሰል ጸሓፋይ መሰሉ ብዝግህስ ኣገባብ ኣብ ዩቱዩብ ቻነልኩም ብምጽዓን ዋጋ ገንዘብ ንክትረኽቡሉ ትሓቱሉ ኣለኹም ትጽዕሩሉ ውን ኣለኹም። ብዘይ ዝኾነ ፍቓድ ናይ ዋና ብዘይ ናቱ መሰል ማለት እዩ። ስለዚ ስነጥበበኛ ኤፍረም ካሕሳይ፣ ወዲ ዃዳ፣ ዓገብ ኢሉ ኣሎ። ጽሑፋቱ ክትንከ ከምዘይብሉ ብዘይ ናቱ ፍቓድ ዝኾነ ይኹን ካብ ናቱ ጽሑፍ ክክትንከ ከምዘይብሉ ዓገብ ይብል ኣሎ። ከምዘላታ ስነ ጥበበኛ ኤፍሬም ካሕሳይ ወዲ ዃዳ ዝተዛረባ ቃል ናባኹም ከብላ እየ። ኣብ ትሕቲ ጸሓይ ኣስመራ ብዝብል ኣርእስቲ ዝጸሓፎ ጽሑፋት ብዘይ ፍቓድ ናተይ ብኢደ ወኒኖም ካብ ገጻት ብሎክ ናተይ እናወሰዱ ብድምጺ እናተረኹ መእረዪ ሰልዲ ይገብርዎ ኣለዉ። ነዚ ጽሑፋት እዚ ንኽዳሉ ክንደይ ላዕልን ታሕትን ጻዕርን እንተወሓደ ኣብ ሰሙን ሓሙሽተ ሚእቲ ናቕፋ እየ ዘጥፍእ። ኣነ ዋላ እቶት ኣይርከበሉ ዕግበት ነበብቲ እዩ መኽሰበይ እኳ እንተበልኩ ሰባት ግን ብድምጾም እናተረኹ ምንጪ እቶቶም ይገብርዎ ኣለዉ። ብዘይ ፍቓድ ናተይ ዝኾነ ሰብ ብኢደ ወኒኑ ኣልዒሉ ተሪኹ ከይሰቕሎ ዓገብ በሉለይ ይብል ኣሎ ስነ ጥበበኛ ኤፍሬም ካሕሳይ ወዲ ዃዳ። እምበኣርከስ ከምዚ ክንሰምዖ ዝጸናሕና እዩ። እዚ ኣብ ትሕቲ ጸሓይ ኣስመራ ብዝብል። ስያመ ኣብ ዝፍለጥ ኣብ ትሕቲ ጸሓይ ኣስመራ ንዝተፈላለዩ ጽሑፋት እናቕረበ ዝድህስሰልና ንኣብነት ብዛዕባ ቤት ቁርሲ ኣሚር እታ ህብብቲ እንዳ ሻሂ ኣብ ኣስመራ እትርከብ ኣቦይ ሃይለ ችቾሮ ከራሪት ወይዘሮ ኢጦጵያ ዘካርያስ ድምጻዊ የማነ ባርያ ኪኖ ደርፍታቱ ዘለዉ ከመይ ከም ዝመስሉ ብዛዕባ ኣብርሃም ሳህለ፣ ተጻዋታይ ኩዕሶ እግሪ ሓድሽ ኪረሪ፣ ስነ-ጥበበኛ ብርሃነ ሃብተጼን ወዲ ኣኸዛ፣ ነዝን ካልእን ንቐደም በሉ ኣብ ትሕቲ ዝብል ካልእ ተወሳኺ ጽሑፋት'ውን ናብ ዝተፈላለዩ ዓድታት ምስ ሕብረተሰብናን ባህልናን በብናቱ ኣከባቢ ዘለዎ ስያመታትን ምሁር ነቲ ባህልና ኣጉሊሑ ብምውጻእ ጽሑፋት የቕርበልና እዩ። ነዚ ጽሑፍ እዚ ግን ብዘይ ፍቓዱ ናቱ ኣብ ዩትዩብ ቻነልኩም እትጽዕንዎ ዘለኹም ሓደራ ሓደራ ዋላኳ ኮፒራይት ናይ ዩትዩብ እንተዘይተሓታትኩምሉ ኮፒራይት ናይ ሕልና ግን ይሓተኩም እዩ። እዚ ሰብ እዚ ብጣዕሚ ካብ ዘይብሉ እሞ ከኣ ምስ ኩነታት ናይ ዓድና እናረኣና እተን ዘለውኦ ኣጠራቒሙ ንህዝቢ ክብል ኢሉ እዩሞ ነዚ ስራሕ እዚ ዝሰርሖ ዘሎ እንተ ብልክዕ እዚ ስራሕ እዚ ኣብ ዩቱዩብ ቻነልኩም ጺዒንኩም ክትስርሕዎ ተደሊኹም ግን ብልክዕ ንኤፍሬም ካሕሳይ ስነጥበበኛ ኤፍሬም ካሕሳይ ወዲ ዃዳ ረኺብኩም ተዛራሪብኩም ዋጋ ሂብኩም ነቲ ጽሑፋት ብግቡእ መዓልኡ ክትሰርሕዎ በዚ ኣጋጣሚ'ዚ ከተሓሳስበኩም ይፈቱ፣ ብልክዕ ስርቂ ስርቂ'ዩ፣ ዘይናትካ ከኣ ኣይነትካን'ዩ፣ ኣይንሕተተሉን ኢና እሞ ዝሓተና ኣካል የለን ብምባል እቲ ክንደይ ጽዒሩ ነዚ ድኻሙ ዋጋ ብዘይብሉ መልክዕ ኣብ ዩትዩብ ቻነልኩም እእቲኹም ግን ብዘይደኸምኩምሉ ብዘይረሃፅኩምሉ ዋጋ ክትረኽቡሉ ምፍታን ዓገብ ክብል ይፈቱ ማለት እዩ። ስለዚ ስነ ጥበበኛ ኤፍሬም ካሕሳይ ወዲ ዃዳ ብእትገብሮ ዘለኻ ኣበርክቶ ብልክዕ ኣምላኽ ኣብዚሑ ዕድመን ጥዕናን ይሃብካ። ካባኻ ብዙሕ ነገራት ሕጂ እውን ክንፅበ ኢና። እቶም ከምዚ ብምግባር ሞራል ናይ ሰብ ትትንክፉ ዘለኹም ሰባት ድማ፣ ብኣፍልጦ ይኹን ብዘይኣፍልጦ ካብዚ ሰዓት እዚ ጀሚርኩም መሰል ደራሲን ጸሓፋይን ደራሲ ሓሊኹም ንኽትከዱ በዚ ኣጋጣሚ'ዚ ከተሓሳስበኩም ይፈቱ። ሕራይ እምበኣርከስ ዝኸበርኩም ተዓዘብትና ንሎሚ ኣዳልዮ ዝነበርኩ ትሕዝቶ ከምዚ ክገልጸልኩም ዝጸናሕኩ እዩ ነይሩ። ኣብ ዝቕጽል ብዝተፈልየ ካልእ ትሕዝቶ ኢና ክንራኸብ ንሕጂ ግን ወዳሕንኩም ሰሰናዩ ኣብ ጥዑም ግዜ ንራኸብ። ላይክ ሼር ሳብስክራይብ ብምግባር